ንስኻ ጽቡቅ ኣተሓሳስባ ተሃልይካሲ ንሳስ ጓልስ ምንም ቁምነገር ተሃልዩካ ንስኻ ተሪኣስ ቁምነገርኛ ወዲ እያ ትደልስ። በቃ ዓለመይ ትኹንኒ ኢኻ ትብላ መጀመርያ ኣብ ፍቅሪ። ኣብ ፍቅርና ኣለኻ።
ኣዚ ሓዳር ምስ ኣተኻ ግን ትሃሞ ዓይነት ናደገደገ ጉያታት ይቅንሱ እዮም።

ሳብ ገዛ ይዓጽዎ። እዚ ቱር ኦሬዲ ፍቅሪ ይቅንስ እዩ ይቅንስ እዩ ክንብል ተለናስ በቃ ኣብቲ ወዲ ፍቅሪ ብምንታይ ይቅይሮ ኣሎ መሲልኪ ስርሑ ሰሪሑ ኣትዩ ብስርዓት ለኣኣለድልዩ ነገራት ኣብ ገዛ ለማልኡ ነገራት ከማልእ

እዚ ታካ ታካ ክንራክ ሓጺራ ከኣ ክንጋነ ኢና ትርኢ ላሓራሓይ ትርኢ ላሓይ ኩላትካ ሰብ ክትግነዮ ኣቃ ሕዚ ጠፊኦም ጠፊኦም ላልካ ነርካ ሕጣዓ ሰብ ያው ሕጂ ከኣ ኣምጺኣትና ልላ መዘራረቢት ዛዕባ ያው ኩላትና በቢ ገዛና ያው ንዘራረበሉ ዛዕባ እዩ ንኩሉ ጊዘ በቃ ኩሉ ጊዘስ

ስለዚሕዚ ቅድሚያ እዩ ኡፍ እብለልካ ኣብ እንቋቑሖ ስለዝኾነ ካብኡ ከኣ ክንጅምር። ቅድሚ ሓዳር እና ድሕሪ ሓዳር ፍቅሪ ይቅንስ ዶ ይቅንስ ኣነ ብልመስለኒ እንዶም ድሕሪ ሓዳር ሲ ፍቅሪ ይውስክ ናይቲ ምክንያቱ እንታይ ምስልካ ሓዳር ኣብ ውሽጢ ሓዳር ትኣቲ እንዳለካስ ኣነ ንባዕሉስ ሂወት ከፊለ እየ ውላድ ልበካ ኣለኩ እስኻ ውላድ ሂብካኒ ኣለኻ ንነባበ ብደንቢ ጌርና ንነባበረሉ ሰዓት እዩ ዝመጸ ኣብ ፍቅሪ ኮንካ እኮ ንኣየር ልክ ተሐጉስ ኢልካ ዘይትገብሮ ነገራት የለን ማለተ ሰበይትካ ልክ ኣቲ እንተዝተለቂሕካ እንትከዉን እንተዘቢልካ ሻሂ ቡና ስደኒ ትጋብዘኒ ተብለኒ ኢኻ ምሳኻ ተኾይነ ግን ኩሉ ነገር ይፈልጦ እየ። ጌርካ ድዩ የብልካይ ድዩ ማለትስ እናተራዳዳእና ኢና ንኸድ ኣብ ፍቕሪ ኣቲኻስ ብደንቢ ስለትናበብ ፍቕሪ ክውስኽ እምበይ ክቕንስ የብሉን። ኦኬ ሓር ሕዚ ባይዘወይ ሕዚ ኣነ ብ ሃመይ ተረዲኡ በቲ ናትኪ ኣገላልጻ ፍቕሪ ኦሪድስ ላወስኸ እዩ ልኸይድ እምበር ላቐንስ ኣይኸይድን እዩ ሕዚ ብሃመይ ግን ይቕንስ እንድሕር ኢልክኒ ሐጂ ለየለዉ ኣለዉ በቃ ሐዚ ኣብ ኢድካ ለየለዉስ ኣሎ ኦፍቲ ፍቅሪ ጊዘ ትገብሮም ነገራት ሐዚ ከም ከም ኣተሐሳስባካን ከምቲ ትከዶ ክያዶን ድዩ ልዉሰን ፍቅሪ ግን መብዛሕቲኡ ጊዘ ፍቅሪ ይቅንስ በቲ እቲ ማንፌስቴሽኑ ስለ ልቅይር እዩ ባይዘወይ ልቅንስ ልባሃል ገጽትኡ ስለ ልቅይር እዩ ሐዚ ሐንቲ ሳንቲምስ ሳንቲም ምካና ፍልጥቲ እያ ትግልጣ ተለካ ኣንበሳ እያ ተግልብጣ ተለካ ሚዛን እያ። ኦሬዲ ሕዚ ግን ሳንቲም እያ።
እወ ኦሬዲ ሳንቲም እያ እቲ ፍቅሪ ግን ኣገላልጹ ይቅየር ሕዚ ብከመይ ይቅየር መሲልኪ ኣብ ፍቅሪ ላሃለካ ልክዕ ጊዘ ኣለው በቃ ልናፍቅርና ጊዜ ልባሃል ና ክልቴና ነብገዐሉ ክልቴና ንዛራረበሉ ሻሂ ንሰተየሉ ንስሕቀሉ ንጫወተሉ በቃ ዓለመይ ትኩንኒ ኢካ ትብላ መጀመርያ ኣብ ፍቅሪ። ኣብ ፍቅሪ ናሃለካ።
ሕዚ ሓዳር ምስ ኣተካ ግን እቲ ሃሞ ዓይነት እና ደገ ደገ ጉያታት ይቕንሱ እዮም። እዚ በቃ ኦሪ ሐዚ ብሃመይ መሲልኪ። እንትን እያ እሞ ሓደ ራእስኻ እኮ ታይ ድዩ መሲልካ እወ ሐዚ ይቕንስ እዩ ልበሃልሎ ሲ ብምንታይ ምኽንያት እዩ ሐዚ እኮ ታይ ድዩ ንክትዓቢ እያ ትፅዕር እወ ልክትዓቢ እያ ትፅዕር ግን ታይ ኣሎ መሲልኪ ገዛ ዊዒል እንድሕር ኾይና ኣብ ሐዚ ዶ ኣብ ሱግ ስራሕ ውዒሉ ክመፅእ ተሎ ንዑ ተቀቢላ ኣስተኣናጊዳ እያ ከፍ ተብሉ ሐዚ ኣብቲ ፍቅሪ ጊዘ ላሃለኻ ግዴታ ነቲ እስኻ ኣለካ ድዩ የብልካይ ድዩ ካብ ተለቂሓ ድዩ ተመርቂሕኻ ድዩ ሃምቱ ዶልክዮ ንዓኣ ዘድልያ ነገር ኩሉ እያ ከተማልእ ጊዘ ብስርዓት ትረኣኻ

ንዓኣ ልስሕቡ ነገራት ድንን ኢላ ፅቡቕ ነገር፣ ቅንዕ ኢላ ፅቡቕ ነገር ክትርኢ እየልጓ እያ። ሻይቶ ገዛ ክትኣቲ ተላ ግን ትፍቕረይ ላሃመ ይቕየር መሲልኪ ትፍቕሪ ይቕንስ እዩ ላበልኪ ኮንኪ። እቲ ይቕንስ እዩ ልበሃልሉ ኣገላልፃ ግን ትኽክል ኣይኮነን ንማል ደለየ። እዚ ግን እንታይ ማንፌስቴሽኑ ወይ ካዓ ገጽትኡ እቲ ትሪኦ ገጽታ እቲ ናይ ሳንቲም ክልተ ግልባጥ እዩ ልበልናዮ ንዕኡ እዩ ሳንቲም ሳንቲም እያ ኦሬዲ ተገሊጥኻያ እታ ሓንቲ ሚዛን እያ እታ ሓንቲ ኣብ እዚ ነገር እኮ ኣብ ወዲ ብቻ እኮ ኣይኮነን ኣብ ወዲ ብቻ ኣይኮነይ ሐዚ እታይ ይቅየር መሲልካ ኣብ ጋል ግን እንትንባ ይኸውን ሕጂ ኣብ ጋል ኣብ ደገ ኢኹም ትበልዑ ኔርኩም ኣብ ደገ ኢኹም ትጫወቱ ኔርኹም ሕዚ ግን ተናያ ሞያ ውን ልምዘነሉ ጊዘ እዩ መጺኡ ኣሎ ኣብ ስድራኣ ትሰርሕ እሎ ኔራ ሰስ። ትሰርሕ ኔራ እያ እኮ ሕዚ ሞያኣ ልምዘነሉ እዩ መጺኡ ክብለኪ ተለኹ እኮ ሕዚ ንዑኡ ፍቅራ ትቅይረሉ እያ ሕዚ ፍቅሪ ይቅየር እዩ ንብል ተለና እኮ ልእኮ እዩ ፍቅሪ ይቅንስ እዩ ለይኮነ ፍቅሪ ገጽቱ እዩ ቀንዩ ቀይሩ እኒኦ ለለዎ ቦታስ ተገልቢጡ እዩ እኒኦ። በቲ ሓደ ገፅ ኢና ንሪኦ ኣለና። እሱ እዩ። እቲ ፍቕሪ ተቐይሩ ኢና ክንብል እንተለናስ እቲ ሓደ ገፁ ኢና ንሪኦ ኣለና። ሕዚ እዛ ፀላም እዚኣ እንድሕር እናረኣኻያ ፀኒሓስ ተገሊጣ ፃዕዳ ኢኻ ትርኢ። ስለዚ ሕዚ እዛ ፃዕዳ እሳ እያ ስለልተቐየረት እያ ፍቕሪ ቀኒሱ ልብሉ ኣለዉ። እቲ ወዲ ፍቕሪ ብምንታይ ይቕይሮ ኣሎ መሲሉኪ? ስርሑ ሰሪሑ ኣትዩ ብስርዓት ልኣኣ ለድልዩ ነገራት ኣብ ገዛ ልማልኡ ነገራት ከማልእ ይጓየ በዚ በዚ በተግባር ሕዚለ ብምርኣይ ዶ ነይሩ እቲ ፍቕሪ ላተገለጸ ነይሩ ልኾነ ልኸርእያ ንዓኣ ጽሪ ኮይኑ ልኽረያ ወይ ካዓ ጽብቕብቕ ኢሉ ልኽርያ ንዓኣ ዶ ላፍቕሪ ላገለጸላ ነይሩ ወይ ካዓ በቲ ተራኺቦሞ ልሃለዩስ ፍቕረይ እስኺ ጽብቕቲ ኢኺ ሃምዚ ኢኺ ሃምዚ ኢኺ ብቃላት እውን ነይሩ ሕዚ ላተግባር እዩ ተቐይሩ ኒኦ ናብ ሓታር ክትኣቱ ተለኻ ግዴታ ብተግባራውነት ኢኻ ክትኣምን ለለካ ቢያንስ ብተጋራውነት ክትኣምን ለለካ ማለት ኣብ ፍቅሪ ላሃለኻ ውን ኣብ ኣብ ዘረባ ኢኻ ነርካ ማለት ይኾን ኦረዲ ኣብ ተግባር ኢኻ ተተኩረው እለ ሐዚ ግን እቲ ፍቅረውነት እቲ ገጽትኡ ቀይሩ ኣሎ። ኣንት ኸዚ ሓደ ሓደ ኣወዳት ታይ ኔሩ መሲልካ ሓዳር ምስ ገበሩ ናተይ ምሰልዋ እዚ ብሕሾት መጀመርታ እኮ ኩሉ ፍቅሪ ቀረባ ተኮይኑ ማንነቱ ኩላ እዩ ክባል ይክእል ናተይስ ከዛ ድካ ተኮይኑ እሱ ብዛ ልላቶ ዓቅሚ ክገብዛ ኣለዎ ብዛ ልላቶ ዓቅሚ እዩ ዘኒጡ ክመጽ ልግብኦ ከዚ ተለቂሑ መኪና እንተስ ተለቂሑ ክዳን ዘኒጡ ክመጽ ልኣ ከማልል ግን ኣብ ሓዳራ ክጠፍኣ ተሎ እዚ ሰብ እዚ ናይ ሕሸት ሓዳር ይኾንና ረዲእካ ንምንታይ መጀመርታ ንምንታይ ማንነታ ለይፍልጣ መኪና ልይብሉ መኪና ንምንትይ ንምንታይ ይብላ እወ ማንነቱሲ ንምንታይ ለይፍልጣ እዚ ኸዚ ኣብ መንጎ ፍቅሪ ይቅንስ እዩ ልባሃል ኣሎ ኣሚኖም ሆምኡ ገይሮም የእትይወን ናብ ሓዳር እሞ ኹሉ ነገር የስእንወን ማቲስ ቁርሽ ደልያ ኾነት እኮ ኣትያቶ ግን ንምንታይ እሱኸ ሓደ ሓደ ቕርሺ ደልዮም እዩ ንምንታይ ለይኮን ነገር የሪኣትና ኣብኡ ዝወዲ እሳ እኮ ፍቅሩ ደልያ ኣያ እምቢ መኪንኡ ደልያ ልከይትመጾ ትክእል እያ እሱ ግን መኪና ናመጸ ንምንታይ ብቅርሺ ክትኣምን ክገብራ ይክእል ዝወዲ ክፈትዋ የፍቅራ ተኮይኑ ብዛ ለላቶ መንነት ተኮይኑ የቀርባ ምጅምርታ ኦከ እቲ ናይ መቀነሲ ምክንያትስ ሓደ መግለጺ ክከውን መግለጺ ይክእል ክኮን እዩ እዚ ይክእል ማለት እዩ እወ ተዝታይ መሲልካ ፍቅሪ ተሃልይካስ ንምንታይ ብዛ ደላትካ ዋላ ሻሂ ቡና እኮ ኸዚ ልጽማቕ ተሲእንካ ሻሂ ጋቢዝኻያ ክትምለስ ትኽእል ኢኻ ንስኻ ጽቡቕ ኣተሓሳስባ ተሃልይካሲ ንሳስ ጓልስ ምንም ቁምነገር ተሃልይካ ንስኻ ተሪኣስ ቁምነገረኛ ወዲ እያ ትደልስ ንቐጻሊ ሂወት ተውቃዕ ትኹንካ እምበይ መኪና ሪኢኻ ምስጌርካ ዒዋላ ምዃንካ ተፈሊጣስ ኣይትቐርበካን ዋላ መኪና ሓዝ ዋላ ገለ ሓዝ ንሓዳርስ ኣይትምነየካይ ግድን መኪና ሒዝካ ኢልካስ ኣይኮነይ ግን መኪና ሒዞም ኣፎም ኣጽርዮም ኣነ ንሓዳር እየ ልደልየኪ ገለ ናበሉ ጸኒሖም ኣብ ሓዳር ውሽጢ ምስ ኣትያ ምንም ለይብሎም ምንም እንትን ካብኡ ገጽ ይህወን ዋላ እኮ ሃሞ ኣይ ሃምዚ እያ ነይራ ሕሸት ኣቕሪቡላ ኣሎ ኸዝኹም ነበሩ ገዛ ምስ ኣተዩ ግን እሶም ምስ ተመርክቶም ወጽዮም ይዝናነዩ የብሉ ሳብ ገዛ ይዓጽዋ ኾሚታት ለስ ምይል ኸዚ ኣብ መንጎ እዚ ታይ ይፍጠር እንተስ ንባኣስ እንተስ ፍትሕ ኣሎ ግን ነፍቅር ኣወዲ ኖርማ እንተኾይኑ ግን ብመንነቱ ቀሪቡ እዩ ይቕንስ እዩ ካብ ለብሉ ነገራት ብሕሾ ተቐሪቡዋ ካብ መጀመርታ። ብሕሾት እንድሕር ቐሪቡዋ ለ ይቕንስ እዩ። ይቕንስ እዩ።
ብኖርማል ብንጹህ ልቡ ቀሪቡዋ ብንጹህ ልባ ቐሪባቶ ተኾይና ሓዳር ተገይሮም ግን እንዶም ይደምቕ እምበይ ኣይሕስይ። እወ ሕዚ ታይ ድዩ እቲ ይቕንስ እዩ ካብ ለብሉ ነገራት ልባሃል ዶ ሕዚ ሓዳር እቲ ይቕንስ እዩ ለብሉ ነገራት እዚኣቶም እዮም። እታ ብ መንነቱ እቲ ታይነቱ ግልጺ ለይኮነ ቀሪብዋ እሞ ድሕሪኡ ኣብቲ ናቱ መንነትስ ኣብ ሓዳር ውሽጢ ምስ ኣትየ ኮምፕሊትሊ ልቕየር እኒኦ በቃ እዚ ኦረዲ ኣብ ታይ ሹም በቃ ሃምዚ በቃ ክከናኸነኪ እየ እዚ ክገብረልኪ እየ ሃምዚ ክኾነኪ እየ በቃ ተዓጻጻፊ ነበረ ሓዳር ምስ ኣተየ ላብ ገዛ ምስ ኣተየ ሓዳር ምስ ጀመሩ ገዛ ሙክያን ምስ ጀመሩስ በቃ ፋሕ ፋሕ ንብል ይርስዓ እሞ ኣላ ከይርህ ኣባባ በቃ ደገ ደጉኡ ይጅምር። ትሪት ኣቲ ጓል እኮ ትሪት የድልያ እዩ ዋላስ ገዛ ኮፍ ኢላ ሲ ሃምየ ውዒልኪ እ ሃመይ ድኾነ ደሞ ንእሽተይ ንዝናነ ድኾነ ደሞ ቡና ኣፍልሒ ነውግዕ ዝባዓሉ ድኾነ ሓሳብ ተተላዋወጥካ ድኾነ ነገር ሃምዩ ታይ ችግር እኒኦ ገለ ኢልካ ተውቂዕካ ይበላሉ ዓብይ ተስፋ ኢላ

ብሕሸታዊ ነገር እዩ ኣመጺኡኒ። በቃ ካብ ዚሮ ዝተበገሰ እዩ እዩ በቃ ኣሕዚ። ኣስመሳይ እዩ ኮይኑ ተመጺእካሲ ካብኡ ተመጺኡስ በቃ ስሩዕ ፍቅርስ ኣይኮነን እዩ ነይሩ። ስሩዕ ፍቅሪ ግን ማንነቱ ኣእሚኑ ተኣትይዋ ተኣትያቶ ወይንሲ ሓዳር ተገይሮምስ ኡፍ ፍቅሪ ይደምቅ እዩ ይቅንሰለ እዩ እዩ ልብላ ሕዚ እወ። መብዛሕትኡ ግዜ ከመይ መሲልኪ ፍቅሪ ይቅንስ እዩ ይቀኒ ዋው ፍቅሪ ቀኒሱ ከ ከም ቀደሙ ይኮን የልዮ ሽሮ እካ ካብ ደገ እኳ ኣውጺእና ተጫዊትና ለይንፈልጥ ከምዚ እኳ ኮይንና ለይንፈልጥ ገለ ገለ ልብላ ኣለዋ ሓደ ናቲ ሰብ ቦትቆም እንታይ እዩ ሕዚ ትለለሉ ቦታ እዩ እዚ እቲ ዓንት ወላ ገለ ዝኮነ ወርኩስ እቲ ሓደ ገጽ እቱ እዩ ቀይሩ ክበሃል ተሎስ መን እዩ ኢና ቀይሮ ንብል ተለና እቲ ወዲ እቲ ናደገ ደገ ለርኣ ነበረ ጉዕዞስ ኣብ ሂወቶም ለውጢ ልከይህልዮ ይክእል እዩ
ጊዘ ምሃብ ግዴታ እዩ ክኮን ይክእል እዩ ግን እቲ ናደገ ደገ እቲ ሓደ ሓደ ወፃእታት ግን ኣድለይቲ ተዘይኮይኖም ቅድምያይ ቅድምያይ ኣብ ስራሕን ኣብ ገዛን እዩ ክከውን ልግቦም እንድዮ ጓል ዶ እኮ ትሓስብ እያ ብዛዕባ እሱ። እወ እሱ እኮ እዩ ሕጂ ታዲ ናቀጻሊ ሂወት መብዛሕትኡ ግዘ ይቅንስ እዩ ኢሉ ሰብ ልሓስቦ እኮ እየ እለኪ ኣለኩ ሕዚ ታይ መሲልኪ ቀኒሱ ክባሃል ተሎስ እቲ ጭዋታ እቲ ስሓቅ እቲ ሂጥ ሂጥ እቲ ዳንኬራ ቀኒሱ ክኮን ተሎ እዩ ፍቅርና ቀኒስና ከም ቀደም እኳ ተጫዊትና ልተዝናነ ኢና ለይንፈልጥ በሊዕና ሰቲና ለይንፈልጥ እዩ ልብላዕ እዪ ልስተ እዪ ኣብ ገዛካ ስጋዕ ለካ ግዜ እቲ ኤክስትራ ልኾነ በቃ እቲ ካብቲ ትደልዮ ካብቲ ኣድላይ ልበሃል ነገር ወጻኢ እንድሕር ኮይኑስ ኣድላይ ይኾነይ ማለት እዩ ልሂወት። ኣብ ገዛኻ ኮፍ ዝብል ቦታ እወ ዲኻ? ሕዚ እሱ ኣይቕ ኣይቐን የቐነሰይ እዚ በ ኣሕዋትና ክሉ ኩላትኩም ኣሕዋትና ክትርድእዎ ልግበኦ ኣይቀነሰን ይቕንስ እዩ ኣይቀነሰን እዩ ኒሕዚ ይቕንስ እዩ ልበሃለሉ ኣብቲ በቃ ብሓቃውነት ለይተመስረተ ነገር ተኾይኑ ክቕንስ ይኽእል እዩ በቃ ኦሬዲ እያ እቲ ሓቂ እያ ኣይኮነን መጀመሪኡ እቲ መሰረትስ እቲ ቤዝስ ሓቂ ተዘይብሉ በቃ ምቕናሱን ምፍራሱን ኣይተርፎን ኣብ ሓቅን ኣብ ሓቅን ተደሪኹ እንድሕር ነይሩ ግን ከምቲ ነገርና ቀደም ጭዋታ ኣብ ደገ ወፂኻ ትጫወት ኣብ ደገ ወፂኻ ትዝናነዮ

ግን ቆልዑ ክመጽኡ ተለዉ ዕብየት ክመጽ ተሎ ብዞም ቆልዑ ምሓሰብካ ኣይ እዛ ሓም ሐዝስ ወጺካ ደገ ሽሕ ክልተ ሽሕ ተጥፋሲ ኣብ ገዛካ ምስ ስድራካ ኮንካ ኣብ ገዛካ ኮንካ ደስ ኣሊ ጨወታ ነተጫወትካ ኣንተስ ናትዝናንካ ምስ ደቅካስ ብዛለላትካ ትስሕቅ ትጫወት ትዝናነ ትክእል ኢካ ማለት ኣነ ሰብ ቢልካ ወጻኢ ቀትዮካ። ሕዚ ሃመይ ኣለ ኮን እለ ሕጂ ብሃመይ እቲ ሰብ ክርዶኒ እዮ መስልኪ እቲ እቲ ብዙሕ ወጻኢ ከነውጽ ተለና ሲ ብዙሕ ልተዝናነና ኮን እዩ ልስመዐና ባይዘወይ ኣነ ይገርመኒ እዩ ብዙሕ ግዘ ተዓዚብኪ ተኮንኪ ሰብ ሲ ብዙሕ ወጻኢ እንድሕር ኣውጽኡስ ብዙሕ ተዝናንዩ ብዙሕ ልተሓጎሰ ኮይኑ እዩ መስሎ

ተሃሊካ ኣብ ገዛኻ እትዝናነ ውጽእ ኢልካ ዶ ኣብ መዚ ንፋስ ዝውቀዐሉ ቦታታት እንየዉ ደስ ደስ ልብሉ ማለት ግድን ብዙሕ ወርሒ ኣጥፊኣኻ ኮነ ኣይኮ ተወሰነ ንፋስ ዝውቀዐሉ ምስ ደቅኻ ምስካ ፋሚልካ ኩንካ ተኣኪብካ ትኸደሉ ቦታታት ኣለዉ። በቃ ብቀሊሉ በቃ ከይድካስ በቃ ተዝናንኻ ንፋስ ተወቂዕካ ምስ ደቅኻ ሻሂ ይኹን ምስ ኣሕዋትካ ይኹን እዚ እኮ ተወሊድኩም ምስ ውላድኩም ተዘይ ወሊድኩም ኣብ ሓዳር ውሽጢ እንድሕር ሃሊኹም ኾንኩም ምስ ቤተሰብኩም ኣናእሽቶን ኣሕዋትኩም ክህልዩ ይኽእሉ እዮም ወይ ከዓ ክልቲኦም እና ክልቲኤን ኣብ ናበየና ግዜ እንድሕር ኢልካ እውን ስለ ልሰተኻ ስለ ልተዝናነኻ ስለ ሂጢጥ ልበልኻ ኣብ ደገ ስለ ልሓደርኻ ለይኮነ በታልላትካ ደገኻ ውፅእ ኢልካ በቃ ኮንቨርሴሽን በቃ ባዕልኻ ልባዕልኻ ተዘራሪብካ እዚ እዚ ተትእረም እዚ እዚ ተትስተኻኸል ከምዚ እዚ ተትንቕፅለሉ ንቐፃሊ ሂወትና በዚ ተትንኸይድ

ናቲስ እወ ባይዘ ባዕላ ኣለኹም እዚኣ ፎቶ ከነቕምጠልኩም ኢና ያው ብዛዕባ ውላድ ገለ ተውግዕላ ያው ቀዳማይ ውላድና ወለድናዮ ኣብዚኣ ከነቕምጠልኩም ኢና ሃመይ ኢላ ከምነበረት በየናይ መንከራ ከም ዝሓለፈት ያው ሙሉእ ቪድዩ ናያ ናበይና በየ ታይታይታይ ኣጋጢሞምዋ ክትወልድ ተላ ክንደይ ማዓልቲ ከ ወሲድላ ምናምናም ልል ነገር እሱ ሓደ ማዓልቲ ናይ ወይኒ ቪድዮ ክንሰርሕልኩም ኢና ነታ ሕጂ ያው ብዛዕባ ውላድ ተውግዕላ ግን ኣየናይ ታይ ዓይነት መስዋእቲ ከም ዝከፈለት ብፎቶ ክንርያ ኢና ብፎቶ እሳ ክነርኤኩም ኢና በዚኣ ገጽ ክንገብረልኩም ኢና ያው እወ ቀጽሊ
ላጤ ነይሩሲ መጺኡ ገዛ ሽኹልል ኢሉ ናብ ፍርናሽ ትርስ ተብሎ እና ብሓዳር ገይሩ ፍንትሽትሽ ኢሉ ገዝኡ ተኸፊቲ ገዛ ጨዋጭዋጭ ናብሉ ባባ ኢሎም ትቀበልዎ ተለው ኸዚ ማንኛው እኮ ኣወዳትና ክኣቲ ዘለው ገዝኦም ጥርሖም ክኣትዩ ደስ የብሎም ኾነ ነገር ደቆም ንባዓል ቤቶም ሒዙ ክመፅ ተሎ ብጣዕሚ ደስ ልብሎ ደስታ ይስማዓዩ ስለ ካባኡ ካኣ መጺኡ ምስ ደቁ ትዝናነ ተሎ ምስ ባዓልቲ ቤት ትዝናነ ተሎስ ብጣዕሚ እዩ ደስ ልብል። ብጣዕሚ ብጣዕሚ ባይ ዘ ወይ ብ እንትን እዩ ሐዚ ብ እንትን ፍቅሪ ይቅንስ እዩ ካብ ለብሉ ነገራት በቃ ኣብ ሓሶትን ሓሶትን ኣብ ሓሶታት። ለይኮን በለካል ክዕካል ተመስረተ እንድሕር ኮይኑ ያው ይቅንስ እዩ ካብ ምቕናስ ሓሊፉ ከኣ ናይ ምፍራስ ዕድሉ ውን ልሰፍሐ ዩ። ኣብ ሓቅን ኣብ ሓቅን ኣብ ፍቕርን ኣብ ፍቕርን ተመስረተ ግን ፍቕሪ ዕጽፊ ዕጽፍጽፊ ዩ ዝኸውን እምበር ኣይቕንስን። ቢያንስ ደራፊ ኣብርሃም ኣፈወርቂ እኳ ኮፒራይት ተለይ ሒዙና ንእሸንቕ።

በቃ ነቲ ሕማመይ ይቕንሶ ነቲ ሓጎሰይ ግን የባዝሖ ምቃል ጎነይስ ድሕሪ ሃልያትኒ የባዝሖ እዩ እምበር ኣይቕንሶን ንሓጎስካ ንሓዘንካ ንክፍኣትካ ኣብ ደስ ለይብለካ ሰዓት ኸኣ ይቕንሰልካ እዩ እቱ ሕማምካ እዩ ሐዚ እሱ እዩ እቲ ፍቕሪ ይውስኽ እቲ ሓጎስ ይባዛሕ

ዞሮ ዞሮ ያው ሓዳር ዘይብልኩም ሓዳር ግበሩ። ኩለኹም ሓዳር ዘይብልኩም ሓዳር ግበሩ። በዛ ኣጋጣሚ እዚኣ ያው ምቃል ጎንኹም ንዘይሃበኩም ፈጣሪ እውን ምቃል ጎንኹም ይፍጠረልኩም። ያው ጥጡሕ ፍቕሪ ይሃብኩም ኢና ክንብል እንደሊ ያው ናለማዓንቲ መዘራረቢ ዛዕባና እዚኣ ትመስል ነይራ። ፍቅሪ ይባዛሕ ይውስኽ እበር ኣይቕንስን ን ናትና ሓሳብ ን ኣነይ ንሳን ልተዛራርብናሉ ልተረዳዳእናሉ ነዚ ይመስል እስኻቱም ኻዓ በቢ ገዛኹም ኮንኩም ነቲ ሓሳብ እዚ ተዘራሪኩም ልወጻሕኹምሉ ይቕንስ እዩ ይውስኽ እዩ ልብል ውን ምስ ምኽንያቱ ኣብ ኮሜንት ሴክሽን ክተቕምጥልና ንደሊ። ያው ሕዚ ከምትለናኩም ደጋጊምና ደጋጊምና ኢና ክንመፅእ ላይክ ካብዛ መሽኮት ኮሜንት እዚኣ ከይትጠፍኡ ላይክ ሼር ኮሜንት እውን ኣይፈለየና ያው ኣይፈለየና። ናይኩም ምትብባዕ ንዓና ዓብዪ ግደ ኣለዎ ደጊምና ደጋጊምና ንክንሰርሕ እ፣ ታይነት ዓድናን ያው ታይነት ፍቕርን እ፣ ናብ ሓደ ገዛ ለለው መዘራረቢ ዛዕባ ለከራኸሩ ነገራትስ